ሰላም ሰላም ኩቡራት ተከታተልቲ ሓበን ቤትና ከመይ ትኮኑ ኣነ እዝጋብሄር ይመስገን ሰላም ኣለኩ ንስኩም ዉን ኣብ ዘለኩሞ ሰላም ጥዕናን ይምነየልኩም ማለት እዩ ኣብ ዘለኩሞ እምበኣር ሎማዓንቲ ድማ ከምቲ ናይ ዝሓለፈ ቪድዮ ዝረኣናዮ ቃላት ኣንጻራውያን ቃላት እዮም ክህልዉና ምስ ትርጉሞም ማለት እዩ ኣንጻራውያን ሓደሺ ወይ ዝንፈልጦም ክኮኑ ይክእሉ ወላ ዘይንፈልጦም ክኮኑ ይክእሉ እዮም ማለት እዩ መዓልታዊ እንጥቀመሎም ኣገደስቲ እዮም ዝበልክዎም ማለት እዩ ሒዘልኩም መፂኣ ኣለኩ ከምቲ ዝረኣናዮ ናይ ዝሓለፈ ጠቃሚ ኮይኑ ክትረክብዎ ተስፋ እንዳገበርኩ እየ ናብቲ ቪድዮ ከብለኩም እየ ሰናይ ምክትታል ክዱልድኽ ክዱልድኽ ክዱልድኽ ዓቅሊ ማለት እዩ ዓቅሊ

ሓርፋፍ ማለት እዩ። ኽላድ ለማፅ ክኸውን ከሎ ሸተት ዘብል ስትሩፍ ድማ ሓርፋፍ ማለት እዩ። ሸተት ዘየብለካ ናቱ ኣንፃራዊ ማለት እዩ። ኽላድ ስትሩፍ። ኽላንዘን ኽላንዘን ኽላንዘን ምንፅብራቕ ማለት እዩ። ዶፍ ናቱ።

ኢድ፣ Foot፣ እግሪ፣ Hand፣ Foot፣ ሃንድኽ፣ Handich፣ ጠቓሚ፣ Unhandich፣ ጥቕሚ ዘይብሉ ወይ ከኣ ዘይጠቅም ማለት እዩ። ሃንድኽ፣ ጠቓሚ፣ Unhandich፣ ድማ ጥቕሚ ዘይብሉ ወይ ዘይጠቅም ማለት እዩ። ሃርድ፣ ሃርድ ሃርድ ብርቱዕ ማለት እዩ። ዛኽት ድማ ፈኲስ ማለት እዩ። ሃርድ ከቢድ ወይ ከዓኒ ብርቱዕ ማለት እዩ። ዛኽት ድማ ፈኲስ ማለት እዩ። ወይ ከዓ ካብ ሃርድ ሃርድ ብርቱዕ ክኸውን ከሎ ዛኽት ድማ ፈኲስ ማለት እዩ። ሃርድ ዛኽት። ሂል ምሉእ።

ሂን ምኻድ ከምዘይ ምኻድ ክኸውን ከሎ ድሓን ንበሎ ናብ ናብ ሓደ ነገር ንኸይድ ሂን ቫርኻየ ሂን ትብል ንኣብነት ሕጂ ንረ ቫርኻየ ሂን ናበይ ትኸይድ ኣለኻ ናብ ሂን ናበይ ናብ ናብ የመልክት ማለት እዩ። ተረኽ ድማ ምምላስ ማለት እዩ።

ንፁህ ማለት እዩ። ትሩፐር ድማ ዘይብሩህ ማለት እዩ። በቃ ረሳሕ ዓይነት ማለት እዩ። ሂር ሂር ኣብዚ ዳር ኣብቲ ሂር ኣብዚ ዳር ኣብቲ ሂርና ሂርና ድሕሪ እዚ ብድሕሪ እዚ ሂርና ሂርና ሕጂ ናብ ምንታይ ማለት እዩ ሕጂ ዝኮነ ነገር ክትገብር እንተ ሃሊካ ብድሕሪ እዚ ክብል ጥራይ ኮንካ ሂርና ብድሕሪ እዚ ሂርና ናቱ ኣንጻር እንታይ ማለት እዩ ሂር ፎር ቅድሚ እዚ ቅድሚ እዚ ትገብሮ ዘለካ ቅድሙኡ ማለት እዩ ሂር ፎር ሂርና ብድሕሪ እዚ ትገብሮ ዘለካ ድሕሩ እዚ ትገብሮ ማለት እዩ ድሓን ንበሎ ድሕሩ ጌርካ እቲ ዝግበር ነገር ሂር ፎር ድማ ቅድሚኡ ቅድሚ እዚ ቅድሚ እቲ ትገብሮ ዘለኻ ዝተገብረ ወይ ዝግበር ንበሎ ማለት እዩ ሂር ፎር ቅድሚ እዚ ሂር ናው ድማ ድሕሪ እዚ ሂር ናው ሂር ፎር ሆንገር ሆንገር ጥሜት ዶርስት ፅምኢ ሆንገር

ስታይኸን ምልዓል ወይ ከዓ ምውሳኽ ማለት እዩ። ልዕሊኡ ወይ ከዓ ልዒሉ ማለት እዩ። ዳለን ድማ ምንቁልቋል ማለት እዩ። ስታይኸን ምውሳኽ ክኸውን እንከሎ ዳለን ድማ ምንቁልቋል ማለት እዩ። ወይ ከዓ ምቕናስ ማለት እዩ። ስታይኸን ዳለን።

Verlachen፣ ፌርላኸን፣ ምንካይ፣ Verhochen፣ ፌርላኸን። ኦኬ እምበኣር ክቡራት ተኸታተልቲ ሓበን ቤትና ንሕጂ ክብረ ቃላት ነዚኦም እዮም ዝመስሉ ነይሮም ኣብ ዝመፅእ ብካልእ ሰባት ኣገደስ ዝበልክዎም ማለት እዩ ሒዘ ክቐርብ እየ ክሳብ ሽዑ ሰናይ ሰናይ ንዓኹም ቻው